ታሪኽ ቤተክርስትያን እንታይ እዩ ዝብል እውን ርኢና ድሒርና እውን ስለምንታይ ታሪኽ ቤተክርስትያን ነጽንዕ ኣገዳስነቱ እንታይ ዝብል እዩ ኢና ርኢና ነርና ኣብ ሎምዓንቲ ከም ፍቓድ ኣምላኽ ንመሃሮ ትምህርቲ ድማ ምድላው ክርስትና ኣብ ዝብል እዩ ታሪኽ ቤተክርስትያን ማለት እዩ ክርስትና ወይ ምምጻእ ናይ ክርስቶስ ካብ ኣዲና ቅድስት ማርያም ምውላዱ ኣብ ክንዳና በጃ ምሕላፉ፣ እቲ ፍጹም ዝኾነ ናይ ድሕነት ስራሕ ንዓና ዝኸፈለልና ኩሉ ምግባሩ ሃንደበት ዘጋጠመ ኩነታት ኣይኮነን ነይሩ። ንዕኡ እግዚኣብሄር በብእዋናቱን በብኩነታቱን ዘዳለዎ ነገራት ከም ዝነበረ ነንብብ ኢና። ንክርስትና ኣብዚ ደረጃ እዚ ብፍላይ ኣብቲ ቀዳማይ ኣርባዕተ ሓሙሽተ ሚእቲ ክፍለ ዘመን ኣርባዕተ ሓሙሽተ ሚእቲ ዓመታት ኣብ ዓለም ምሉእ ንክዝርጋሕን ካብ መጀመርያ ኣትሒዙ ድማ ንክዓብን ዝደረኾን ዝደፍኦን ምድላው እግዚኣብሄር ዘዳለዎ ኩነታት ከም ዘሎ ንኣምን ኢና። እቲ ዝገርም ነገር ምድላው ክርስትና ክንዝክር ከለና ኣብ ወንጌል ዮሃንስ ዓሰርተ ወንጌል ዮሃንስ ምዕራፍ ዓሰርተ ትሽዓተ ፍቅሪ ዓሰርተ ትሽዓተ ዓሰርተ ትሽዓተ ክሳብ ዕስራን ክልተ ዝተጻሕፈ ጽሑፍ ኢና ነንብብ። ምንታይ ኣገዳስነት ኣለዎ? እዚ ቓል እዚ ክክ ስዒበ ክገልጾ ክፍትን እየ። ጲላጦስ ድማ ጽሕፈት ጽሒፉ ኣብቲ መስቀል ኣንበሮ እዩ ዝብል። እቲ ጽሕፈት ከኣ ኢየሱስ ናዝራዊ ንጉስ ኣይሁድ ዝብል እዩ። እቲ ጽሕፈት ከኣ ብቋንቋ እብራይስጥን ሮሜን ጽርኢን እዩ እዩ ዝብለና። ክርስቶስ ኣብ መስቀል ኣብ ዝተሰቕለሉ እዋን እቲ ጲላጦስ ኣብ ልዕሊ መስቀል ጎይታ ዝጸሓፎ ጽሑፍ ነይሩ። እዚ ንጉሰ ኣይሁድ እዩ ዝብል ኢየሱስ ናዝራዊ ንጉስ ኣይሁድ ዝብል ኢየሱስ ናዝራዊ ንጉስ ኣይሁድ እዩ። ብምንታይ ቋንቋ እዩ ተጻሒፉ ነይሩ? ብሰለስተ ቋንቋ እዩ ተጻሒፉ ነይሩ። ብቋንቋ እብራይስጥ፣ ብቋንቋ ላቲን ወይ ድማ ሮማይስጥ ኢልና ንጽውዖ፣ ብቋንቋ ጽርዒ ወይ ድማ ብቋንቋ ግሪክ። ምድላው ክርስትና ክንዝክር ኮለና ነዞም ሰለስተ ኩነታት ከይዘከርና ኣይንሓልፍን ኢና። ኣይሁዳዊ እምነት ንዝክር። ሮማዊ ምሕደራ ወይ ድማ ፖለቲካዊ ሓይሊ ንዘክር። ግሪኻዊ ፍልስፍናን ባህልን ስነ ጽሑፍን ቋንቋን ንዝክር። እምበኣር ምድላው ክርስትና ክንብል ኮለና ከምቲ ኣቐዲምና ክንብሎ ዝጸናሕና ሃንደበት ካብ ሰማይ ጥብ ዝበለ ኩነታት ክሳብ ዘይኮነ ክርስትና ቅድሚ ክርስቶስ ምምጽኡ ዝነበረ ኩነታት ንእሽተይ ድህስስ ኣቢልና ክንሓልፍ ኣገዳስነት ዘለዎ ኮይኑ ኢና ንረኽቦ። ኣይሁዳዊ እምነት፣ ግሪኻዊ ፍልስፍና፣ ሮማዊ ስነ-ስርዓተ ምሕደራ። ንትምህርትና ምእንቲ ክጥዕመና፣ በቲ ኣብቲ ፖለቲካዊ ወይ ድማ ኣብቲ ስርዓተ ምሕደራ ዝነበረ ናይ ዓለም ኩነታት ክንርእዮ ጽቡቕ ኮይኑ ይስምዓና። ሓሙሽተ ኣብ ብፍላይ ኣብ ማእከላይ ምብራቕ ኣብ ምሉእ ዓለም ብሓፈሻ ሓሙሽተ ዝዓበያ ንግስነታት ዝነበራ መንግስታት ዝነበራ ቅድሚ ልደተ ክርስቶስ ምስ ኣይሁድ ዝነበረን ዝምድና ምስቲ ህዝቢ ኣምላኽ ተባሂሉ ዝጽዋዕ ዝነበረ ኣብ ብሉይ ኪዳን ዝነብር ዝነበረ እስራኤላውያን ዝነበሮ ዝምድና ከም ፍቓድ ኣምላኽ ክንርኢ ክንፍተይ ኢና ኣብ ልዕሉ እውን ዘሕደረሉ ጽልዋ ማለት እዩ እቲ መጀመርያ ክንርኢ ኮለና እግዚኣብሄር ንኣዳምን ሄዋንን ኣብ ገነት ፈጢርዎም ኣዳም እቲ ዝተኣዘዞ ኣይገበረን ወዲቁ ውድቀት ናብ ውድቅት እንዳገደዳ ደቂ ሰባት ኣትዩ ደቂ ሰባት በዝሖም በዚሑም ተፋርዮም ማያያ ኣጋጢሙ ካብኡ ድማ ኖህ ምሻሙ ናይ ርእሱ ክድሕን ኮሎ ኢና ንርኢ ንሳቶም ውን ህዝብን ኣህዛትን ሃገራትን ኮይኖም ካብኦም ካልኦት ህዝብታት ፈርዮም ኣብርሃም እግዚኣብሄር ጸዊዕዎ ናብቲ ዝሃቦም ምድሪ ናብኡ ተኣዚዙ ንኣምላኽ ክሰምዕ ከሎ ክሰሚዑ ክኸይድ ከሎ ኢና ንርኢ ናብቲ ኣነ ዘርእየካ ምድሪ ንዓ ክብሎ ከሎ ኢና ንርኢ ኣብርሃም ኣብታ ምድራ እቲኣ ጋሻን ስደተኛን ኮይኑ እዩ ዝነብር ነይሩ። ንይስሓቅ ወሊዱ፣ ንያዕቆብ ወሊዱ። ያዕቆብ እስራኤል ዝብል ስም ተዋሂብዎ። ደቂ ያእቆብ ክፉኣት ነይሮም፣ ነቲ በረኸት ገዝኦም ዝኾነ ዮስየፍ፣ እግዚኣብሄር ብብርክ ብበረኸት ዝባረኾ ንዮስየፍ ሸይጦሞ፣ ኣሕሊፎም ሸይጦሞ፣ ናብ ግብጺ ድማ ጥሜት ምስ ኮነ ተሰዲዶም። ኣብ ግብጺ ባሮት ኮይኖም ይነብሩ ነይሮም። እግዚኣብሄር ንህዝበይ ንዓይ ምእንቲ ከገልግል ንህዝበይ ልቐቆ ብምባል ካብ ባርነት ፈርኦን ናጻ ኣውጺእዎ። ሙሴ ኣብ ምድረ በዳ ሲና ድሒሩ ድማ እያሱ ክመርሖም ከሎ ኢና ንርኢ። ኣብ ክወጹ ከለዉ ምድረ በዳ ሲና ሕጊ ተሓጊግሎም ስርዓት ተሰሪዑሎም ንዋየ ቅድሳት ተዋሂቦም መቅደስ ኣብቲ ሽዑ ኣንቲ ድንኳን ምርኻብ ክተኽሉ ከለዉ ኢና ንርኢ ምስ ተመልሱ ኣብቲ ሃገር እቲኣ ምስ በጽሑ ንግስነት ከቕሙ መጀመርያ ብመሳፍንቲ ደሓር ብካህናት ክመሓደሩ ጸኒሖም ድሕርኡ ግን ንነብዪ ሙሴ፣ ይቕሬታ፣ ንነብዪ ሳሙኤል፣ እግዚኣብሄር ንጉስ ከንግሠልና ብምባል ንሳኦል ንመጀመርያ ንጉስ ኣንጊሶሞ። ድሕሪ ሳኦል፣ እቲ እግዚኣብሄር ከም ልበይ ኢሉ ዝጽውዖ፣ ዋላ እኳ ኣብ ሓጢኣት እንተ ወደቐ፣ መኣስ ከም ዚፍለጥ ዚነብር ዚፈልጥ ነብዪ ናይ እግዚኣብሄር ልቢ ኢልና ንጽውዖ፣ ነብዪ ኣምላኽ ኢልና ንጽውዖ፣ ልቢ ኣምላኽ ኢልና ንጽውዖ ዳዊት ናብ ንግሥነት መጺኡ። ዳዊት ዶ ኢዱ ብደሙ ብደም ይጨቀው ስለ ዝነበረ ነታ ቤት መቕደስ ኪሰርሓ ኣይተፈቕደሉን። በንጻሩ እኳ ኣብ ዙፋኑ ዚቕመጥ ነታ ቤት መቕደስ ዚሰርሕ ሰብ ምዃኑ ተነጊሩሉ። ንጊዜኡ ንሰሎሞን፣ መወዳእትኡ ድማ ኣብ ክርስቶስ ዚፍጸም ምሳልያዊ ዝኾነ ትንታነ ኪገልጸሉ ከሎ ኢና ንርኢ። ሰሎሞን ሰላማዊ ተባሂሉ ይጽዋዕ፣ ብጥበቡ ዚፍለጥ ድማ ኣብቲ ንግስነት ኪነብር ከሎ ኢና። መወዳእታ ሰሎሞን ግን ጽቡቕ ኣይነበረን። ካብቲ እግዚኣብሄር ዝኣዘዞን ዝሓገጎን ሕጋታት ክኸይንን ኣንስቲ ብምፍታው ድማ ኣብ ምምላኽ ጣዖት ከይተረፈ ክወድቕን ከሎ ኢና ንርኢ። እታ ጥምርቲ መንግስቲ ሰለስተ ነገስታት እዮም ሓሊፎማ፣ ሳኦል፣ ዳዊት፣ ሰሎሞን። ድሕሪ ሰሎምን ግን እታ ንግስነት ኣብ ክልተ ተመቒላ፣ መንግስቲ ይሁዳን መንግስቲ እስራኤልን። ሰሜናዊ ክፍሊ መንግስቲ እስራኤል ተባሂሉ ይጽዋዕ ነይሩ፣ ሰማርያ ድማ ርእሰ ከተማ ነይራ። እቲ ደቡባዊ ኽፍሊ መንግስቲ ይሁዳ ተባሂሉ ይጽዋዕ ነይሩ፣ ሓደ ነገድን ገለ ፈረቓ ነገድ ብንያምን ድማ ነይርዎ፣ ኢየሩሳሌም ድማ ኣብ ማእከሉ ነይሩ። እቲ ዝገርም ነገር ኣብዚ እዩ ዝመጽእ። እዚ ኹሉ ክንርእዮ ዝጸናሕና ምምራጽ ህዝቢ ኣምላኽ፣ ምምስራት መንግስትን ስደትን ባርነትን ምስ ናይ ዓለም ሓያላት መንግስታት ዝነበረን ርክባት ድማ ሕጂ ከም ፍቓድ ኣምላኽ ክንጅምር ኢና። እቲ መንግስቲ ኣብ ክልተ ምስ ተመቕለ፣ ሰማርያ ርእሰ ማእከላ ዀይና እቲ ሰሜናዊ መንግስቲ፣ መንግስቲ እስራኤል ተባሂላ ኣብ ዝነበረትሉ እዋን፣ ኣብቲ እዋን እቲ ዝሓየለ ኣብ ዓለም መንግስቲ ዝነበረ መግስቲ መንግስቲ ኣሶር እዩ ነይሩ። መንግስቲ ኣሶር፣ ኣሲርያ ንእግስነት ኢልና ንጽውዖ፣ ነነዌ፣ ሞሱል ኢሎም ዝጽውዕዋ ኣብ ዒራቕ ዘላ ርእሰ ከተማኡ ኰይና፣ እቲ ዝዓበየ ንግስነት እዩ ነይሩ ኣብቲ እዋን እቲ። ኣብዚ እዋን እዚ እዩ ነብዪ ዮናስ ናብ ነነዌ ምእንቲ ኸይትጠፍእ እግዚኣብሄር ዝለኣኾ። ክሳብ ሚእትን ዕስራን ሽሕ ዝኣኽሉ ካብ የማኖምን ጸጋሞምን ዝከይድ ዘይፈልዩ ህዝቢ ኣለዉኒ ኢሉ ዝተዛረበሉ ዓባይ ከተማ እያ ነይራ ነነዌ። ዓባይ ከተማ ንግስነት ርእሲ ኸተማ ንግስነት ኣሶር ስለ ዝነበረት። እምበኣር መንግስቲ ኣሶር ብእዋን ስልመናስር ሓምሻይ ብኸባቢ ሸውዓተ ሚእትን ዕስራን ክልተ ዕስራን ኣርባዕተን ቅድሚ ልደተ ክርስቶስ፣ BC፣ ቅድሚ ልደተ ክርስቶስ መጥቃዕቲ ኣብ ልዕሊ ሰሜናዊ ክፍሊ መንግስቲ ወይ ድማ መንግስቲ እስራኤል ተጀሚሩ። መንግስቲ እስራኤል ድማ ዓሰርተ ነገድ ዝሓዘ ኣብ እዋን ሳርጎን ካልኣይ ብ ሸውዓተ ሚእትን ዕስራን ክልተን ቅድሚ ልደተ ክርስቶስ ኣብ ሓደጋ ወዲቖም። ኣሶራውያን ሓደ ሓደገኛ ዝኾነ ፖለቲካዊ ኣሰራርሓ ነይርዎም። ንሱ ድማ ኣብ ዝኣተውዎ ሃገር ነቶም ኣብቲ ዓዲ ዝነብሩ ህዝቢ ኣልዒሎም ናብ ካልእ እዮም ዘምጽኦም ነይሮም። ካብ ካልእ ሃገር ድማ ናብታ ሃገር ዝቕመጡ እዮም ዘምጽኡ ነይሮም። ንሰማርያ ኣሰመራ ሳም ሳም ሰማርያ ርእሰ ማእኸላ ርእሰ ከተማ ዝነበረት መንግስቲ እስራኤል ድማ ከምኡ እዩ ኣጋጢምዋ። እቶም ዓሰርተ ነገድ ካብቲ ካብቲ እዋን እቲ ንደሓር ኣበይ ከም ዝኣተው ዘይንፈልጥ ኣብ ዓለም ምሉእ ክድርበዩ ወይ ድማ ክዝርግሑ ከለዉ ኢና ንርኢ ማለት እዩ። ክኣ ክንድኡ ኣብ ቶቦታት ዝነብሩ ዝነበሩ ገለ ገለ ድኻታትን ገለን ክገድፉ ከለዉ ናብታ ሃገር ድማ ካልኦት ኣምጺኦም እቶም ኣብኡ ዝቕመጡ ዝነበሩ ድማ ጣዖት የምልኹ ኔሮም እግዚኣብሄር ኣምላኽ ኣቦና ኣብርሃም እግዚኣብሄር ኣምላኽና ያእቆብ ከኣ ኣቦና ከኣ ኢሎም ይጽውዑ ኔሮም ኣብ ጎኒ ጎኑ ከኣ ጣዖት እዮም ከምልኹ ከሎ ኢና ንርኢ ኔራ ኣብዚ ስእሊ ከም ንሪኦ መንግስቲ ኣሶር ኣዝዩ ኣዝዩ ሰፊሕ ንግስነት ከም ዝነበረ ኢና ንርኢ ማለት እዩ ድሕሩ ግን መንግስቲ ኣሶር እንዳደኸመ ክመጽእ ከሎ ኣዝዩ ሓደገኛ ካልእ ንግስነት መጺኡ መንግስቲ ባቢሎን። መንግስቲ ባቢሎን ካብ ከባቢ ሽዱሽተ ሚእትን ዒስራን ሽዱሽተን ክሳብ ከባቢ ሓሙሽተ ሚእትን ሳሳን ትሽዓተን ቅድሚ ልደተ ክርስቶስ ኣብ ዓለም እቲ ዝሓየለ ንግስነት እዩ ነይሩ። ዝጀመሮ ነዚ ቀንዲ ነቢ መንግስቲ ባቢሎን ከም ጀማሪ ዝፍለጥ ነቡብላሰር ከለዳዊ እዩ። ንጉስ ፕላስር ከለዳዊ ብ ሽዱሽተ ሚእትን ዓሰርተ ሓሙሽተን ኣብ ትሕቲ ንግስነት ኣሶር ዝነበራ ንኣሽቱ ንግስነታት ወይ ንበለን ሃገራት ክጥርንፈን ከሎ ኢና ንርኢ። ንበዓል ሜዶን ፋርስ ካልኦትን ዘለዋ ዝምድና ገይሩ ሓደ ሕብረት ክገብር ከሎ ኢና ንርኢ። ብ ሽዱሽተ ሚእትን ትሽዓተን ቅድሚ ልደተ ክርስቶስ ኣብ ካራን ኲናት ተኻይዱ። ግብጺ ኣብ ትሕቲ ንግስነት ኣሶር እያ ነይራ። ኣሶር ትዳኸም ስለ ዝነበረት፣ ዋላ እኳ ኣሶር ምስ ተዳኸመት ግብጺ ናጽነታ ኣዊጃ ነይራ። ዋላ እኳ ኣሶር ከይተጥቅዓ ትፈርሕ ተነበረት ግብጺ ግን ኣብቲ እዋን እቲ እቲ ዝሓየለ ንግስነት ናይ ባቢሎን እንዳኾነ ይመጽእ ስለ ዝነበረት ንንግስነት ኣሶር ከም ፍርሒ ኣይረኣየቶን። በንጻሩ እኳ ምስታ ገዚኣታ ዝነበረት መንግስቲ ኣሶር ሓደ ብምዃን ኣብ ካራን ሽዱሽተ ሚእትን ትሽዓተን ዓብዪ ውግእ ከካይዱ ከሎ ኢና ንሪኦም። ኣብቲ እዋን'ቲ ዮስያስ ንንጉስ ኔኮ፣ ካልኣይ ኔኮ፣ ናይ ግብጺ፣ ክኸትሮ ኢሉ መገዲ ሓሊፉ ኣብኡ እዩ ተቐቲሉ፣ ኣብ ካልኣይ ዜና መዋዕል ምዕራፍ ሰላሳን ሓሙሽተን ነንብቦ ጽሑፍ ኢና። እቲ ናይ መወዳእታ ኲናት ግን ብሽዱሽተ ሚእትን ሓሙሽተን ኣብ ካርከሜሽ ዝበሃል ቦታ መወዳእታ ንግስነት ኣሶር ከብቅዕ ከሎ፣ ግብጻውያን እውን ኣብኡ ተሳዒሮም ንድሕሪት ክምለሱ ከለዉ ኢና ንርኢ። ነቡብላሶር ምስ ሞተ፣ ዓሪፉ እዩ መይቱ፣ ኣብ ክንድኡ ወዱ ነጊሱ፣ ነቡኩድናጾር ነጊሱ። ነቡኩድናጾር እቲ ዝኣየለ ብርቱዕ ንጉስ እዩ ነይሩ። ካብ ሽዱሽተ ሚእትን ሓሙሽተን ቅድሚ ልደተ ክርስቶስ ከባቢ ማለት እዩ ክሳብ ከባቢ ሓሙሽተ ሚእትን ስሳን ክልተን ቅድሚ ልደተ ክርስቶስ ከኣ ክነግስ ከሎ ኢና ንርኢ። ንሱ መጀመርያ ንዮያቄም ደሓር ድማ ንኢያኪም ብሽ ብግዜ ሓሙሽተ ሚእትን ሰማንያን ሽዱሽተ ድማ ንሰድቅያስ ሰድቅያስ ጽድቅያስ ኢለ ወይ ሰድቅያስ ኢልና ንጽውዖ ትእዛዝ ሂብዎ ሰድቅያስ ግን ንዕኡ ጠሊምዎ ምስ ግብጺ ርክብ ክገብር ምስ ጀመረ መጺኡ ነታ ቤት መቐደስ ኣዕንዩ ኣብኡ ዝነብሩ ዝነበሩ ኩሎም ህዝቢ ይኮኑን ነቶም መራሕቲ መኳንንቲ ካህናት ጥበብ ዝነበሮም ኩሎም መንሰያትን ሒዙ ናብ ባቢሎን ወሲዱ ምርኮ ባቢሎን፣ ዋላ እኳ በብእዋኑ ቅድመኡ ዝውሰዱስ እንተ ነበሩ፣ እቲ ዝዓበየ ምፍራስ ቤት መቕደስ ዘጋጥመሉ ብሓሙሽተ ሚእትን ሰማንያን ሽዱሽተን እዩ ነይሩ። እቲ ምርኮ ባቢሎን ካብ ሽዱሽተ ሚእትን ሓሙሽተን ዝጅምር እኳ እንተ ዀነ፣ እቲ ዝዓበየ ግን በዚ እዋን እዚ ከጋጥም ከሎ ኢና ንርኢ ማለት እዩ። ኣብ ባቢሎን ድማ ክነብሩ ጀሚሮም እቶም ህዝቢ። እቶም ኣብ ዓዲ ዝተረፉ ድኻታት እዮም ነይሮም። በዓል ነቢ ኤርምያስ ኣብ ዓዲ እዮም ተሪፎም። በዓል ህዝቅኤል፣ ዳንኤል ተሰዲዶም እዮም ናብ ባቢሎን ከይዶም። ነቶም ኣብ ባቢሎን ዝነበሩ እንታይ እዮም ኢሎም እዮም ዝፅውዕዎም ነይሮም? ጎላ ወይ ድማ ቤን ጎላ ኢሎም ይፅውዕዎም ነይሮም። እቶም ስደተኛታት ወይ ድማ ኣብ ስደት ዘለዉ ወይ ድማ ደቂ ስደት ብምባል ይፅውዕዎም ከሉ ኢና ንርኢ ማለት እዩ። ኣብኡ እቶም እስራኤላውያን ቅድምኡ እቲ እታ ቤት መቕደስ ፈሪሳ ኣይትፈልጥን እያ ነይራ። ዕጣን ዝዓጥኑላ፣ መስዋእቲ ዘዕርጉላ፣ ገንሸል ዘፍስሱላ፣ ደም ገንሸል ዘፍስሱላ፣ እታ ማእከል ኣምልኾኦም፣ ሓደ ኣምላኽ፣ ሓንቲ ቤት መቕደስ፣ ሓደ ህዝቢ ዝብሉ ዝነበሩ፣ እዚ ኹሉ ኣተሓሳስባ ናብ ባቢሎን ምስ ከዱ ግን ክቕየር ክጅምር ከሎ ኢና ንርኢ። ምኽንያቱ እታ ዝጽልዩላ ዝነበሩ ቤት መቕደስ ፈሪሳቶ። እታ ሓንቲ ንግስነት ዝብልዋ ዝነበሩ ወዲቓ። እቲ ሓደ ህዝቢ ዝብሎ ዝነበሩ ተበቲኑ። ነዚ ነገር ከብሎ ከሎ ኢና ክንርኢ። እቲ መወዳእታ ንጉስ ባቢሎን ዝነበረ በልሻጼር እዩ። ኣብቲ በልሻጸር እዩ ኣብ ትንቢት ዳንኤል ሓሙሽተ ፍቕድ ዓሰርተ ሸሞንተ ክሳብ ዕስራን ክልተን ኢና ንርኢ ኣለና። መንግስቲ ባቢሎን ክንዲ ንግስነት ኣሶር እኳ እንተዘይኮነ ብመጠኑ ግን ሓደ ዓብዪ ንግስነት ከም ዝነበረ ኢና ንርኢ ማለት እዩ። ሓደ ሓደ ግዜ ንንግስነት ባቢሎን ኒዮ ባቢሎንያን ኢምፓየር ብምባል እውን ንጽውዖ ኢና። ቅድሙ ቀደም ባቢሎንያን ኢምፓየር ዝበሃል ወይ ድማ ንግስነት ባቢሎን ዝበሃል ስለ ዝነበረ ማለት እዩ ብሓሙሽተ ሚእትን ሳልሳን ሸዓተን ከዓ ንግስነት ባቢሎን ወዲቁ ንዕኡ ከውድቆ ዝኸኣለ ቀንዲ ንጉስ ቂሮስ ካልኣይ እና ንፅውዖ ዓብዪ ቂሮስ ብሓሙሽተ ሚእትን ሓምሳን ሓሙሽተን ቅድሚ ልደተ ክርስቶስ ንሚደናውያንን ፋርሳውያን ፐርሽያንስ ሓደ ገይርዎም ኣሕቢርዎም ብሰለ ብሓሙሽተ ብሳልሳን ትሽዓተን ድማ ንባቢሎን ብዘይ ኩናት ሒዝዋ ቂሮስ ትንቢት ትነግረሉ ንጉስ እዩ ነይሩ ኣብቲ መፅሓፍ ትንቢት ነቢ ኢሳያስ ነንብቦ ኢና ናይ ንግስነት ፋርስ ብፍላይ ድማ ናይ ቂሮስ ንጉስ ኣተሓሕዛ ድማ ፍልይ ዝበለ እዩ ነይሩ ንሱ ድማ ዝተሰደዱ ህዝቢ ናብ ቦትኦም ክምለስ፣ መሬቶም ተወስዶም ናብ መሬቶም ክወሃቦም ዝብል ነይሩ። ብኸምኡ እዩ ከኣ ቂሮስ ምምላስ ህዝብን ዳግም ምህናጽ ቤት መቕደስን ክእውጅ ከሎ ኢና ንርኢ። እቶም መጀመርያ ተመልሱ እቲ ምምላስ እስራኤላውያን ካብ ባቢሎን ናብ ይሁዳ ዝተፈላለየ መድርኽ ነይርዎ። ሰለስተ ዝዓበይቲ ዝዓበየ ምምላስ ኢና ንርኢ። ዘሩባቤል ብኸባቢ ሓሙሽተ ሚእቲ ሰላሳን ሸሞንተን ዓመተ ምህረት ተመልሰ። ኣብ መጽሓፍ እዝራ ካብ ፍቕዲ ሓደ ክሳብ ምዕራፍ ሓደ ክሳብ ምዕራፍ ሽዱሽተ ነንብቦ። እዝራ ብኣርባዕተ ሚእትን ሰላሳን ሓሙ ሓምሳን ሸሞንተን ዓመተ ምህረት ይቕሬታ ቅድሚ ልደተ ክርስቶስ ቢሲ ዝተመልሰ ኣብ መጽሓፍ እዝራ ምዕራፍ ሸውዓተ ክሳብ ዓሰርተ ነንብቦ። ነህምያ ብኣርባዕተ ሚእትን ኣርብዓን ኣርባዕተን ቅድሚ ልደተ ክርስቶስ ዝተመልሰ ኢና ንርኢ። ሕጂ እቲ ምምላስ ኣብ ሓደ እዋን ኣይነበረን። ግን ዘሩባቤል እታ ኣመሓዳሪ ይሁዳ ዝነበረ ብሓሙሽተ ሚእትን ዓሰርተ ሽዱሽተን ነታ ቤት መቕደስ ክሃንጻ ከሎ ኣብቲ እዋን እቲ ዝነበሩ በዓል ነቢይ ሃጌ ነታ ቤት መቕደስ ድማ ካብታ ቀዳመይቲ ዝበለጸት ኮይና ተሰርሐ እንዳበሉ ክንበዩላ ከሎ ኢና ንርኢ ሰብዓ ዓመት ዝተባህለ ድማ እዚ እዩ ነይሩ ካብ ምውዳቕ ናይታ ቤት መቕደስ ብሓሙሽተ ሚእትን ሰማንያን ሽዱሽተን ቅድሚ ልደተ ክርስቶስ ዘጋጥመ ክሳብ ምህናጻ ብሓሙሽተ ሚእትን ዓሰርተ ሽዱሽተን ማለት እዩ ሰብዓ ዓመት እታ ቤት መቕደስ ባዲማ ክትነብር ኮላ ኢና ንርኢ ማለት እዩ እስራኤላውያን ካብ ባቢሎን ናብ ሃገሮም ክምለሱ ኮሎ ኢና ንርኢ መንግስቲ ፋርስ ኣዝዩ ኣዝዩ ኣዝዩ ዝዓበየ ንግስነት እዩ ነይሩ ክሳብ ደሓር እውን ዋላ እኳ እንተተሳዕረ ክሳብ ደሓር በብእዋኑ ክቕፅል ኮሎ ኢና ንርኢ ማለት እዩ ስለዚ ኣብዚ ስእሊ ከም እንሪኦ ገለ ገለ ጫፍ ናይ ግሪኽ ጀሚሩ ክሳብ ግብጺ ብታሕቲ ክሳብ ጫፍ ናይ ህንዲ ገጹ ዝትንክፍ መሬት እዩ ነይርዎ ማለት እዩ። ድሕሩ ዝመጸ ንግስነት ንግስነት መቀዶንያ እዩ። ንግስነት መቀዶንያ ካብዚ እንዳሓ ዘሎ ብጣዕሚ ኣገዳሲ ነጥቢ ኢና እንዳተንከፍና ንመጽእ ዘለና ነቲ ክርስትና ዝያዳ እንዳተቀራረቡ ዝመጽእ እዩ ነይሩ። ንግስነት ፋርስ ኣብ ሓይሉ ከሎ ገለ ዮናናውያን ቋንቋ ግሪክ ዝዛረቡ ዮናናውያን ኣብ ኣናቶልያ ናይ ቱርክ ቦታ ዝነብሩ ዝነበሩ ኣንጻር ንግስነት ፋርስ ዕልዋ ገይሮም ካብ ከባቢ ኣርባዓ ሚእቲ ትስዓን ትሽዓተን ክሳብ ከባቢ ኣርባዕተ ሚእቲ ቅድሚ ልደተ ክርስቶስ ድማ ናጻ ኮይነን ክነብሩ ጀሚሮም። ካብ ኣቴንስ ሓገዝ እንዳረኸቡ ንከባቢ ሚእትን ሰብዓ ዓመት ካብ ከባቢ ኣርባዕተ ሚእቲ ትስዓን ትሽዓተን ዘሎ ኣትሒዙ ንከባቢ ሚእትን ሰብዓን ዓመት ግን ኩናት እዩ ሓሊፉ። ምስ ገለ ንኣሽቱ ንግስነታት ናይ ግሪኽ ማለት እዩ፣ ምስ ንግስነት ፋርስ። ንጉስ ፊሊጶስ ናይ መቄዶንያ፣ ካልኣይ ፊሊጶስ፣ ንዅሎም ግሪኻውያን ሓደ ብምግባር ኣንጻር ንግስነት ፋርስ ናይ መወዳእታ ኲናት ክእውጅ ጀሚሩ። እንተዀነ ንሱ እውን ኣይተዓወተን፣ ብሰለስተ ሚእትን ሰላሳን ሸውዓተን ቅድሚ ልደተ ክርስቶስ ተቐቲሉ። እቲ ገና ንእሽተይ ዝነበሮ ወዱ ኣሌክሳንደር ዓብዪ፣ Alexander the Great፣ ናብ ንግስነት መጽኡ። ካብ ሰለስተ ሚእትን ሰላሳን ሽዱሽተን ክሳብ ሰለስተ ሚእትን ዕስራን ሰለስተን ንኸባቢ ዓሰርተ ሰለስተ ወይ ዓሰርተ ኣርባዕተ ዓመት ዝኣክል ንጉስ መቄዶንያን ግሪኽን ኮይኑ ክመርሕ ጀሚሩ። ብሰለስተ ሚእትን ሰላሳን ንዳርዮስ ንጉስ ፋርስ ስዒርዎ። ዝገርም ነገር እዚ መንእሰይ ኣሌክሳንደር ክመውት ከሎ ወዲ ሰላሳን ሰለስተን ዓመት እዩ ነይሩ። በዚ እንተርኢናዮ ናብ ንግስነት ክመጽእ ከሎ ከባቢ ወዲ ዓሰርተ ትሽዓተ ዕስራ ዓመት ኣቢሉ እዩ ነይሩ። ገና ንእስነት ብንእስነቱ ከሎ ግን ዝተጓናጸፎ ናይ ኩናት ዓወት መወዳእታ ዝበሃል የብሉ። ብኸምኡ እያ ከዓ ናይ ታሪክ ተመራመርቲ ኣብ ታሪክ ብመጀመርታ ብወተሃደራዊ ወተሃደራዊ መሪሕነቱ ቀዳምነት ዝስራዕ ሰብ እዩ ነይሩ። ኣብ ኲናት ወላ ሓንሳብ ከይተሳዕረ እዩ ሓሊፍዋ። ንግስነቱ ካብ ጫፍ ግሪኽ ጀሚርካ ክሳብ ፑንጃብ ናይ ህንዲ ዝቐጽል፣ ባቢሎን፣ ዒራቕ ዝቕጽል፣ ግብጺ፣ እዚ ኩሉ ዘጠቓልል ዓቢ ንግስነት እዩ ነይርዎ። እንተኾነ ግን ሃቐና ናቱ ሃልቓና ናይ ኣለክሳንደር ንዓለም ካብ ጫፍ ናብ ጫፋ ምግዛኣ እያ ዝብል ነይሩ። ወዲ ሳላሳን ሰለስተን ዓመት ከሎ ግን ኣብ ኣብ ባቢሎን ኣብ ቤት መንግስቲ ነቡክድናጸር ካልኣይ ብሃንደበት ዓሪፉ። ኣማውቱ ገሊኦም ናይ ታሪክ ተማረርቲ ተመሪዙ ይብሉና፣ ገሊኦም ናይ መስተ ዘስዓቦ ሞት ይብሉና፣ ገሊኦም ከዓ ኢንፌክሽን ወይ ድማ ረክሲ ክኸውን ይኽእል ብምባል ይዛረቡና ማለት እዩ። ኣሌክሳንደር ዘ ግሬት ሓደ ካብቲ ዝፍለጠሉ ነገር እንተልዩ ነይሩ ምስፍሕፋሕ ግሪኻዊ ባህልን ቋንቋን ስነ-ጽሑፍን እዩ ነይሩ። ብቋንቋ እንግሊዘኛ ሄለናይዜሽን ኢሎም እዮም ዝጽውዕዎ፣ እቲ ሄለን ዝብል ግሪኽ ንምባል እዩ። ኣተሓሳስባ ኣሌክሳንደር ዘ ግሬት ኣሌክሳንደር ዓብዪ እንታይ እዩ ነይሩ? ሓንቲ ጥምርቲ ንግስነት፣ ሓደ ባህሊ፣ ሓደ ቋንቋ፣ ኣብ ግሪኻዊ ቋንቋ ባህሊ መንነት ዘተኮረ ዝብል ነይሩ። ብኦሙ ኣሌክሳንደር ዓቢ ኣብ ትሕቲ ኣርስቶትል እዩ ተማሂሩ ነይሩ። ኣብቲ ዓቢ እቲ ዓቢ ፍላስፋ ኣርስቶትል ግሪኻዊ ፍላስፋ ዝተማህረ ሰብ እዩ ነይሩ። እቲ ዓበይቲ ስነ ጽሑፍ ናይ ግሪኽ እንዳንበበ ዝተዓበየ ሰብ እዩ ነይሩ። ነዚ ድ ነዚ ሄለናይዜሽን ወይ ድማ ምስፍሕፋሕ ግሪኻዊ ባህሊ ዝብሎ ምእንቲ ክጠቕሞ ድማ ዝገብሮ ዝነበረ ነገራት ነይሩ እዩ። ሓደ ምፍላስ ግሪኻውያን ናብ ካልእ ሃገራት ግሪኻዊ ግሪኻውያን ካብቲ ኣብ ትሕቲ ኣብ ትሕቱ ዝመሓደሩ ናብቲ ዝሓዞ ቦታታት ከይዱ ከም ዝግዕዙ እዩ ዝገብሮም ነይሩ፣ ገሊኦም ብፍታው ንገሊኦም ከኣ ብግዲ ማለት እዩ። ካልእ ምስፍሕፋሕ ግሪኻውን ቋንቋን ባህልን እዩ። እቲ ሳልሳይ ድማ ምምስራት ከተማታት ነይሩ፣ ብፍላይ ልዕሊ ዅሉ ድማ ኣለክሰንድርያ፣ ብስሙ ዝተጸውዐት ኣብ ግብጺ ዘላ ኣለክሰንድርያ ማለት እዩ። ብከባቢ ሰለስተ ሚእትን ሳልሳን ክልተን ቅድሚ ልደተ ክርስቶስ እዩ መስሪትዋ ባዕሉ፣ ብስሙ ማለት እዩ። ኣለክሰንድርያ ድሒርና ክንርእዮ ኢና፣ ክሳብ ደሓሩ ናብ ክርስትና እታ ኣብቲ መጀመርታ ማእከል ናይ ግሪኻዊ ናይ ግሪኽና ናይ ጋሪኽ ፍልስፍናን ጥበብን ስነ-ጽሑፍን ክትከውን ኮሎ ኢና ንርኢ። ዓበይቲ ሚዝየማት ኣብኣ ክምስረቱ፣ ዓበይቲ ላይብረሪ እቲ ዝዓበየ ናይ ኣለክሳንድርያ ላይብረሪ ክሳብ ምምጻእ ምስልምና ዝጸንሐ ክምስረት ኮሎ ንርኢ። እዚ ዝሰዓቦ ድማ ካብ ኣይሁዳዊ ኣይሁዳዊ መራሕቲ ይኹኑ ካብ ክርስትያናውያን ሊቃውንቲ ዓበይቲ ዓበይቲ ዝፈረዩላ እያ። ፊሎ እቲ ኣብ ግሪክ ፍሉጥ ኣይሁዳዊ ጸሓፋይን ሊቅን ዝነበረ ኣብ ኣሌክሳንድርያ እዩ ነይሩ። በዓል ኣርጀንስ እቲ ሊቅ፣ በዓል ቅዱስ ቀለመንጦስ ናይ ኣሌክሳንድርያ፣ ካልኦት እውን ኣብዚ ቦታ እዚ እዮም ነይሮም። ስለዚ እቲ ግሪኻዊ ባህልን ፍልስፍናን ኣብቲ ቦታ እቲ ምስፍሕፍሑ ንኣሌክሳንድርያ ማእኸል ናይ ግሪኻዊ ባህሊ ክገብራ ከሎ ኢና ንርኢ ማለት እዩ። እቲ ጸገም ዝመጸ ግን ሞት ኣሌክሳንደር ዓብዪ እዩ። ድሕሪ ሞቱ እታ መንግስትነት ደቁ ተቐዚሎም፣ እታ መንግስትነት ድማ ኣብ ኣርባዕተ ተኸፊላ። እዞም ድሒሮም ዝሰዓቡ ዝተካእዎ ጀነራላት ዲያዶካይ ተባሂሎም ዝፅውዑ፣ ተካእቲ ተባሂሎም ዝፅውዑ፣ ነታ ንግስነት መኻኺሎማ እዮም። ኣብ ነንሕድሕዶም ነዊሕ ዓመታት ልዕሊ ሰብዓ ዓመት ዝኣክል ኩናት ሓሊፉ እዩ። ክልተ ቀንዲ ኣገደስቲ ምስዚ ንሕጅናዮ ዘለና ታሪኽ ክርስትና ዝኸይድ ክልተ ቀንዲ ኣገደስቲ ሰባት ግን ኣለዎ። በጥሊሞስ ናይ ግብጺ፣ በጥሊሞስ ሶስተር ቀዳማይ፣ ቀዳማይ በጥሊሞስ ናይ ግብጽን ካልኣይ ድማ ሰልኩስ ናይ ስርያ እዩ። ሰልኩስ ቀዳማይ ኒካቶ ተባሂሉ ዝጽዋዕ ናይ ሶርያ እዩ። በጥሊሞስ ናይ ግብጽን ሰሉክስን እቲ ንግስነት በጥሊሞስን ብዝኾነ ኮይኑ እቲ ሰሉሲድ ኢምፓየር ተባሂሉ ዝጽዋዕ ዝነበረ ናይ ሶርያን ድሕሪ ሞት ኣሌክሳንደር ዓብዪ ነቲ ክልቲኡ ሒዞሞ ዝነበሩ ንእስራኤል ንምቁጽጻር ብዙሕ ግዜ ኩናት እዩ ተኻይዱ ነይሩ ኣብ ድሕሪ ድሕሪቶም ማለት እዩ። ሓዳሓደ ግዜ ብ ትሕቲ ግብጻውያን ትኸውን ሓዳሓደ ግዜ ብ ትሕቲ ሶርያውያን ትኸውን ኣብ ግብጻውያን በተሓሕዝኦም ኣብ ልዕሊ እቶም ኣይሁዳውያን ደሓን ዝኾነ ኣተሓሕዛ እዩ ነይርዋ ብኸምኡ ኸኣ ብዙሓት ናብ ግብጺ ክስደዱን ኣብኡ ክመጡ ከሎ ኢና ንርኢ ብኸምኡ እዩ እውን ድሕሪ ሞት በጥሊሞስ ቀዳማይ እቲ ካልኣይ ነገሰ ወዱ በጥሊሞስ ካልኣይ ብከባቢ ቅድመ ልደተ ክርስቶስ ክልተ ሚእትን ሓምሳን ዓመተ ምህረት ኣቢሉ ምትርጓም እቲ ሰብቱኤጀንት ተባሂሉ ዝጽዋዓሉ ወይ ድማ ሰብዓ ሊቃናት ኢልና ንጽውዖ መጽሓፍ ቅዱስ ካብ ቋንቋ እብራይስጥ ናብ ቋንቋ ግሪኽ ተጀምረሉ ማለት እዩ። ናይቶም ሰብዓ ሊቃናት ዝብል ታሪኽ መብዛሕቲና ንፈልጦ ነገር እዩ። እዞም ሰብዓ ሰብዓን ክልተን ከም ዝነበሩ ድሕሩ ድማ ሰብዓ ካብኣቶም ኣብቲ ቦታ በጺሖም ነቲ መጽሓፍ ቅዱስ ካብ ቋንቋ እብራይስጥ ናብ ግሪኽ ከም ዝተርጎምዎ ዝብል ታሪኽ እዩ ዘሎ ማለት እዩ። ስለዚ በዚ እዩ ጀሚሩ። ነዚ ቀንዲ ዝገበሮ ምኽንያት ነይሩ እዩ፣ ንምትርጓም ዘብሎ። ሓደ እቲ ኣተሓሕዛ ናይ በጥሊሞስ ዝሓሸ ስለ ዝነበረ እዩ። ካልኣይ ድማ ኣብቲ እዋን እቲ ግሪኽ ዓለም ለኻዊ ቋንቋ እንዳኾነ እዩ መጺኡ ነይሩ። ብፍላይ እቶም ኣብ ምሉእ ዓለም ተበቲኖም ዝነበሩ እስራኤላውያን ክዛረብሉ ዝኽእሉ ቋንቋ ዝነበረ ቋንቋ ግሪኽ እዩ ነይሩ። ብኸምኡ ኸኣ እቲ ቀንዲ ናይ ኣምልኾ መጽሓፍ፣ እቲ ናይ ጸሎት መጽሓፍ ወይ ድማ እቲ መጽሓፍ ቅዱስ ኢልና ንጽውዖ ናብቲ ኩሉ ሰብ ክሰምዖን ክርድኦን ዝኽእል ቋንቋ፣ ቋንቋ ግሪኽ ክትርጎም ከሎ ኢና ንርኢ። እዚ ዝተተርጎመ ቋንቋ፣ እዚ ዝተተርጎመ መጽሓፍ ቅዱስ፣ ሰብትኤጀንት ወይ ድማ ሰብዓ ሊቃናት፣ ኣብ ምምስራት ክርስትና ዝተጻወቶ ተሪኽ ቀሊል ቀሊል ኣይኮነን። ንኣብነት ኣብ መጽሓፍ ቅዱስ ኣብ ሓድሽ ኪዳን ተጠቂሶም ዘለዉ ካብ ብሉይ ኪዳን ኣብ ብሉይ ኪዳን ከምዚ ከም ዝብል እንዳበለ ዝጠቕሰ ማቴዎስ፣ ሉቃስ ካልኦት ዘለዉ ቅዱስ ጳውሎስ ዝጠቕሱ ካብ ሰብዓ ሊቃናት እዩ ዝወጽእ። ካብ ቋንቋ ግሪኽ ዝተወስደ ካብኡ እዮም ወሲዶሞ ማለት እዩ። ንሱ ጥራይ ኣይኮኑን፣ እቶም ክርስትያናት ነዚ መጽሓፍ እዚ ሒዞም እዮም መጀመርታ ምስቶም ኣይሁዳውያን ክዛረቡን ከብሉን ከለዉ ኢና ንርኢ። ብዝኾነ እቲ ምንግስነት ከም ዝበልናዮ ኣርባዕተ ተመቒሉ እቲ ቀንዲ ኣገዳሲ ንግስነት ግን ቦጥሊሞስ ናይ ግብፅን ሰልኩስ ናይ ሱርያን እዩ ነይሩ። ድሕሪ ዝመፅእ ዘመን ኣሎ፣ ዘመነ መቃባውያን እዩ። ይሁዳ ኣብ ትሕቲ ሰሉሲድ ንግስነት ሰሉሲድ ወይ ድማ ሰሉሲድ ኢምፓየር ዝበሃል ካብ ሚእትን ተስዓን ሸሞንተን ክሳብ ሚእትን ስሳን ሽዱሽተን ስሳን ሸሞንተን ቅድሚ ልደተ ክርስቶስ ክጸንሕ ኮላ ኢና ንርኢ። ንምንታይ እዩ ጣ- ኣጋጢሙ? ኣንጢያኮስ ሳልሳይ ናይ ሶርያ ንጉስ ዝነበረ በጥሊሞስ ራብዓይ ሞቱ ምስ ረኣየ ከይዱ ነተን ኣብ ትሕቲኡ ዝመሓደራ ዝነበራን ዋላኳ ግብጺ ከጥቅዓ እንተዘይከኣለን ነተን ኣብ ትሕቲኡ ዝመሓደረተን ዝነበራ በዓል ይሁዳ ዘለዋ ግን ኣብ ትሕቲኡ ከም ዝወድቃ እዩ ገይርወን ስለዚ ብከባቢ ሚእትን ተስዓን ሸሞንተን ቅድሚ ልደተ ክርስቶስ ይሁዳ ኣብ ትሕቲ ኣንጥያኮስ ሳልሳይ ክትወድቅ ኮላ ንርኢ ኣንጥያኮስ ኤጲፋንስ ካብ ከባቢ ሚእትን ሰብዓን ሓሙሽተን ክሳብ ከባቢ ሚእትን ስሳን ኣርባዕተን ቅድሚ ልደተ ክርስቶስ ዝነገሰ ንጉስ ድማ ኣዝዩ ክፉእ ኣተሓሕዛ ነይርዎም ኣብ ይሁዳ ማለት ኣብ ይሁዳውያን ማለት እዩ። ንሱ ንግስነት ሰሉሲድ ናብ ምሉእ ዓለም ክዝርጋሕ ኣለዎ ዝብል እምነት ነይሩ። ልዕሊ ኩሉ ዝኣምነሉ ዝነበረ ድማ እቲ ግሪኻዊ ባህልን ቋንቋን ብግዲ ክመሓላለፍ ኣለዎ ዝብል ነይሩ። ብኸምኡ ድማ ሰርክስ፣ ጂምናስቲክ፣ ዝኹሉ ኩሉ ኣይሁዳዊ ስፖርታዊ ጸወታ ግሪኻዊ ስፖርታዊ ጸወታ ከተኣታቱ ጀሚሩ። ኣብኣቶም ኣብ ግሪኻውያን ልሙድ ነይሩ ዕራቆት ተኸኻኸብንካ ምጽዋት። በዚ ኣይሁዳውያን ምስቲ ኣዝዮም ዓቀባዊ ዝኾነ እምነት ዝነበሮም ዝግበር ዝነበረ ለውጢ ናይ ሕብረተሰብ ፈጺሞም ክቕበልዎ ኣይከኣሉን። እቲ ካልእ ኣይሁዳውያን ግዙራት እዮም። ኣይሁዳውያን ግዙራት እዮም። ክጻወቱ ከለዉ ዕራቆቶም ምስቶም ካልኦት እቲ እተኸንሸበ ኣካላቶም ፍሉጥ እዩ ነይሩ። ብእኡ ኸኣ ይነዓቑን ይጽረፉን ነይሮም። ካብዚ ንኽድሕኑ ክብሉ ዝገብርዎ ዝነበሩ፣ ነቲ ግዝረት ንምጥፋእ ዝገብርዎ ዝነበሩ ኣዝዩ ኣዝዩ ኣቐንዛዊ መጥባሕትታት ከኣ ነይሮም። ካብኡ ዝኸፍኤ ኣንጢኣኮስ ሳልሳይ ዝገበሮ ነገር እንተ ኣልዩ፣ ኣንጢኣኮስ ኤጲፋነስ ራብዓይ ማለት እዩ፣ ዝገበሮ እንተ ኣልዩ ነቲ ቤት መቕደስ ከርክሶን ጣኦት ከንብረሉን ሓሰማ ክስውኦሉን እዚ ኩሉ ኢና ንርኢ። እዚ ዘልዓሎ ድማ ሓደ ዕልዋ ወይ ድማ ሰውራ ተላዒሉ ካብ ሚእትን ስሳን ሸውዓተን ዓመተ ምህረት ቅድሚ ልደተ ክርስቶስ ዝጀመረ ዘመነ መቃብያውያን ኢልና ንጽውዖም ሃስሞንያን ፐሬድ ተባሂሉ ዝጽዋዕ ማለት እዩ ማታትያስ ቶና ጀሚርዎ ይሁዳ ወዱ ይሁዳ መቃቢስ ኣዝዩ ፍሉጥ ተዋጋይ ዝነበረ ቀጺልዎ ዮናታን ቀጺሉ ድሕሩን እታ ቀዳመይቲ ዝገበርዋ እንተ ነይሩ ነቲ ቤት መቕደስ ናጻ ከውጽእዎ ከሎ ኢና ንርኢ። ኣብ ወንጌል ዮሃንስ ምዕራፍ ዓሰርተ ፍቕዲ ዕስራን ክልተን ክርስቶስ ኣብቲ በዓል ምሕዳስ ቤት መቕደስ ተሳቲፉ ተባሂሉ ተነጊርሉ ዘሎ እታ ሃንኳ ኢሎም ዝጽውዕዋ እታ ቤት መቕደስ ካብ ኢድ ኣንጥያቆስ ራብዓይ ናጻ ዘውጹላ እዋን እዩ ነይሩ ማለት እዩ። ስለዚ ነታ ሃገር ናጻ ጥራይ ኣውጺኦማ ካብ ሚእትን ሰብዕ ሚእትን ኣርብዓን ክልተን ክሳብ ከባቢ ስሳን ሓሙሽተን ቅድሚ ልደተ ክርስቶስ ድማ እታ ሃገር ናጻ ኮይና። ድሒሩ ዘስዓበ ናእሽቱ ኩነታት ኣሎ። ዮሃንስ ህርቃኖስ ኢልና ንጽውዖ ካብ ሚእትን ሰላሳን ኣርባዕተን ክሳብ ከባቢ ሚእትን ኣርባዕተን ቅድሚ ልደተ ክርስቶስ ንጉስ ኮይኑ ይነብር ነይሩ፣ የመሓድር ነይሩ። ኣብ ትሕትኡ ድማ ኣብ ይሁዳ ጥራይ ዘይኮነ እታ ንእሽተይ ኢየሩሳሌም ጥራይ ዘይኮነስ እቲ ንግስነት ከስፋሕፍሖ ከሎ ኢና ንርኢ። ኢየሩሳ ብምልእታ እስራኤል ንምባል ንምቁጽጻር ብዙሕ ጻዕሪ ይካየድ ነይሩ። ሰማራውያን፣ ሰምራውያን፣ ይቕሬታ፣ ደቂ ሰማርያ፣ ኣብቲ ዝግበር ዝነበረ ለውጢ፣ እቲ ግሪኻውነት ወይ ድማ ሄለናይዜሽን፣ ናጻ ዝኾነ ርእይቶ'ዩ ነይርዎም፣ ይቕየሩ እዮም ነይሮም ማለት እዩ። በዚ ድማ ብኣይሁዳውያን ጽልኢ ኣብ ልዕለኦም ሓዲሩ ነይሩ። ነዚ ሕነ ንምፍዳስ ዮሃንስ ህርቃኖስ ብ1ዕስራን ሸሞንተን ቅድሚ ልደተ ክርስቶስ ከይዱ ቤት መቕደሶም ኣፍሪሱ ኣሎ። ብሚእቲ ሸውዓተን ድማ ካልኣይ ግዜ ኣጥቂዕዎም፣ ምኽንያቱ ምስቲ ሰሉሲድ ኢምፓየር ምስ ናይ ሶርያ ርክብ ስለ ዝነበሮም። በዚ ምኽንያት እዚ እዩ ኸኣ ኣብ መንጎ ኣይሁዳውያንን ሰማርያውያንን ቅድሚ ልደተ ክርስቶስ ኣትሒዙ እቲ ባእስን ህውከትን ጽልእን ዝነበረ ማለት እዩ። እቲ ድሒሩ ዘሎ ኸኣ ንሪኦ መንግስቲ ሮማ እዩ ማለት እዩ። ድሒሩ ዝመጸ ንግስነት መንግስቲ ሮም እዩ። ሮም። እቶም ክልተ ንግስነታት ናይ ሰሉሲድ ኢምፓየር ክዳኸም ከሎ በቲ እውን እቲ ናይ ንግስነት ናይ ግብፂ ተዳኺሙ መንግስቲ ሮም ግን ኣብ ዝለዓለ ደረጅኡ እንዳበፀሐ እዩ መፅኡ ማለት እዩ። ብፍላይ እቲ ምስፍሕፋሕ ዝጀመረሉ ኣብ ግዜ ጀነራል ፖምፒ ኮይኑ ከባቢ ስሳን ሓሙሽተን ዓመተ ምህረት ድማ ይሁዳ ኣብ ትሕቲ ሮም ወዲቓ። ድሒሩ ንሪኦ ዩልዮስ ቀሳር ቅድሚ ልደተ ክርስቶስ ካብ ኣርብዓን ትሽዓተን ኣትሒዙ ንጉስ ኮይኑ ከመሓድር ከሎ ንርኢ። እቲ ክርስቶስ ዝተወልደሉ እዋናት ዝነበረ ንጉስ ግን ኣጉስጦስ ቄሳር እዩ ነይሩ። ዩልዮስ ቄሳር ንርእሱ ዲክተተር ኢሉ ኣዊጁ ነይሩ። ንምንታይ ብሂወት ክሳብ ዘሎ ካብ ካብቲ ዝነበሮ ሮም ሪፓብሊክ እያ ነይራ ብሰኔተር እያ ትመሓደር ነይራ ሮም ኣብ ጁልየስ ቀሳር ምስ በጽሐት ግን ናብ ዲክተተርሽነት ክትበጽሕ ኮላ፣ ኣውጉስቶስ ቄሳር ከኣ ንመጀመርታ ግዜ ንርእሱ ኣውጉስቶስ እቲ ዓብዪ እቲ ዝለዓለ እቲ ዝኸበረ ዝብል ስም ሂቡ ናብ ንግስነት ዝመጸ ሰብ እዩ ነይሩ። ኣዝዩ ሓደገኛ ሰብ እዩ ነይሩ። ክርስቶስ ከኣ ኣብቲ እዋን እቲ እዩ ተወሊዱ። ኣብቲ እዋን እቲ እዩ ክርስቶስ ኣብቲ ግዜ ንጉሳዊሶ ጌሳር ጽሕፈት ከሎ፣ ሰንሰስ ክካበር ናይ ህዝቢ ጽሕፈት ከሎ ኣብ ቤተልሔም ናይ ይሁዳ ዝተወልደሉ። ጥባርዮስ ቄሳር ኣብ ዝነበረሉ ዓመተ ምህረት ኣብቲ ስእሊ ክትርእይዎ ትኽእሉ ኢኹም። ጥባርዮስ ቄሳር ኣብ ዝነብረሉ ድማ ክርስቶስ ዝዓበየሉን ዝተሰቕለሉን እዋን እዩ ነይሩ። መንግስቲ ሮማ ብፍሉይ ዝፍለጠሉ ምሕደራ፣ ውትህድርና፣ ንግዲ፣ ፍልስፍና፣ ስነ ጽሑፍ፣ ህንጻን እዩ ነይሩ። ፍልስፍና ክንብል ኮለና ግን ናይ ሮማ ፍልስፍና እም ክሳብ ደሓር እውን ኣብ ዓለም ዝዓበየ ፍልስፍና ናይ ግሪኽ ፍልስፍና እዩ ነይሩ። ሮማውያን መራሕቲ እዩ ከም በዓል ጁልየስ ቄሳር ንናይ ግሪኽ ፍልስፍና ከም ዝግባእ ይፈልጥዎ ጥራይ ዘይኮነስ መጽሓፍቶም ከምዚ ገይሮም ገንጺሎም እዮም ዘብልዎ ነይሮም። እቲ ዓብዪ ፍላስፋ ናይ ሮማ ቺቸሮ ብቋንቋ ግእዝ ቆቆሮስ ኢልና ንጽውዖ ናይ ግሪኽ ፍልስፍና ናብ ላቲን ምትርጓም ጥራይ ዘይኮነስ ግሪኽ ከም ዝግባእ ዝፈልጥ ሰብ እዩ ነይሩ ማለት እዩ። ስለዚ እቲ ንግስነት ሮም እቲ ፍልስፍና ናቱ ኣብ ናይ ግሪኽ ፍልስፍና ዘተኮረ እዩ ነይሩ ማለት እዩ። እምበኣር እቲ ዝነበረ ናይ ይሁዳ ናጽነት በዚ ከብቅዕን ኣብ ትሕቲ ሮማ ክትወድቕን ሮማውያን ሒዞምዋ ከለዉ ድማ ክርስቶስ ክመጽእ እንከሎ ኢና ንርኢ። ንግስነት ሮም እቲ ዝዓበየ ንግስነት ኣብ ዓለም ተራእዮ እዩ ማለት እዩ። ክሳብ ደሓር ከኣ ከም ኩልና ንፈልጦ ዝቐጸለ ንግስነት እዩ። ከም ፍቓድ ኣምላኽ ናይ ሎምዓንቲ ትምህርትና ኣብዚ ክንኣኽለና እዩ። ኣብ ዝቕጽል ትምህርትና ድማ እዚ ዝረኣናዮ እንታይ ዝብል እዩ ነይሩ፣ ከምዚ ዝበሃልናዮ ኣይሁዳዊ እምነት፣ ግሪኻዊ ፍልስፍና፣ ሮማዊ ስርዓተ ምሕደራ ዝብል ነይሩ። እቲ ግሪኻዊ ፍልስፍናን ሮማዊ ስርዓተ ምሕደራን ኣብዚ ከም ፍቓድ ኣምላኽ ክኣኽለና እዩ። እቲ ኣይሁዳዊ እምነት ዝብል ግን ኣብ ቀጻሊ ትምህርትና ክንሪኦ ክንፍትን ኢና። ስለ ዝሰማዕኩምኒ እግዚኣብሔር